እዚ ፊልም ዝጅምር ኮሊን ቫን ዝተብሃለ ሰብኣይ እናረኣየና እንትኾን ንሓሙሽተ ዓመታት እውን ኣብ እስር ቤት ፀኒሑ እዩ። ብምሕረት ንክፍታሕ ድማ ነቲ ቤት ፍርድ እናሓተተ እዩ። ምኽንያት መእሰሪኡ እውን ናይ ሓሙሽተ ጓላት ምጥፋእን ምሟትን ናይ መጀመርያ ተጠርጣሪ ስለ ዝነበረ እዩ። ንሱ ግን ሕዚ ተለዊጠ እየ፣ ጥዑይ ሰብ ኮይነ እየ እናበለ ከእምኖም ፈተነ። ኣብ እሱርቤት እናሃለወ ንምንባብን ምጽሓፍን ዘይኽእሉ እሱራት ከም ዘምሃሮም ከም ማስረጃ እናቕረበሎም እዩ። ናቱ ነገር ዝከታተሎ ናይ ስነ-ልቦና በዓል ሞያ ግን ንሱ ብጣዕሚ መምሰልን ሓደገኛ ጸባይ ከም ዘለዎ እናተዛረበ እዩ። ስለዚ ብምሕረት ንኽፍታሕ ብምቅዋሙ ንተወሳኺ ሓሙሽተ ዓመታት ናብ እሱር ተመለሰ። ናብቲ እሱርቤት እንትምለስ ካብ ኣፍንጭኡ ደም ከም ዝፈሰሶ ብምምሳል እዚ ኣጋጣሚ ብምጥቃምን ናይቲ ፖሊስ ሽጉጥ ብምሕዳግ ሓነቖ። እቲ ሹፌር ቁሊሕ ኢሉ እንትርእዮ እውን ቀዲሙ ተኮሰሉ። ነቲ ፖሊስ ቀቲሉ እውን ካብ መኪና ኣምለጠ። እቲ ታሪኽ ጄፍሪ ናብ ዝበሃል ሰብኣይ ይወስደና። ክዳውንቲ ኣስተኻኺሉ እንዳ ኣቦኡ ንምጉብናይ እናተዳለው እዩ። ቦይ ንክኸይድ ስለ ዝደለየ ሰበይቱን ደቁን ኣብ ገዝኦም ገደፎም። ብኻሊእ ወገን ኮሊን ናብ ፍቕረኝኡ ገዛ ኣሌክስ ይኸይድ እሞ ንሳ እውን ምስ ረኤቶ ዝደንገጸት ትመስል። ኣብ እሱር ንሃለወይልእ ከለኻ ኣብ ዝነበሩ ደብዳቤታት ንምንታይ ንሓደ እኳ ንመልሲ ከም ዘይሰደደትሉ ሓተታ። ምፍራሕ ጀመረት። ገዛ ኣብ ዘይነበረትሉ ተሓቢእ ገዛ ከም ዝኣተወ ፈሊጣ ኣላ። ምስታ ሓድሽ ፍቕረኛኣ ዝተለኣኸቶ ደብዳበ እውን እናረኣያ። ንሱ ዝለኣኸላ ደብዳቤታት ግን ከፊታውን ከም ዘይረእየት ተፈሊጡ እዩ። ንሳ እውን ይስልላ ከም ዝነበረ ምስ ፈለጠት ካብኡ ንምህዳም ፈተነት። ኮይኑ ግን ካብ ገዛ ንኽትወጽእ ኣይፈቐደላን። እቲ ነገር ካብ ክልቲኦም ኢድ ቁጽጽር ወጻኢ ዝኾነ ይመስል። ኣነን ፍቕረኛይን ኣብዚ ዓራት ኩሉ ግዜ ኢና ንድቅስ፣ ኣነ እውን ብጣዕሚ እየ ዝፈትዎ ኢላ ነገራት ኣበኣእሰቶ። ንሱ እውን ብኣኣ ብጣዕሚ ምንዳድ ጀመረ። ክሳዳ እውን ምሕናቕ ጀመረ። ክሳብ ትመውት እውን በቲ ናይ ትራስ መብራህቲ ሃርማ እሞ ካብኡ ብመኪና ሃደመ። ናይታ መኪና ናይ ቅድሚት መስትያት ብግመ ስለ እተሸፈነ ምርኣያ ኣብዮሞ ሚዛኑ ስሒቱ ምስኦም ይጋጮ። እዚ ከምዚ እናሃለወ፣ ተሬድ ካልኣይ ውላዳ ደቂሳ ነታ ናይ መጀመርያ ውላዳ ድራር እናብልዐት እናሃለወት ናይ ገዝኦም ደወል ይድውል። እቲ በሪ እንተኸፈተቶ እውን መን ምዃኑ ግን ኣይፈለጠቶን። ጋሻ ዝኾነ ሰብ ሓገዝ እናሓተታ እዩ። ብግልፂ ከምዝረኣ እውን ተጎዲኡ እዩ ዘሎ። መኪኑ ንምጉታት ጎታቲት መኪና ንኽፀውዕን ስልኪ ንኽተደውለን እውን ሓተታ። ብዝናብ ምኽንያት ሓገዝ ንምሕታት ግዜ ክወስደሉ ስለዝኽእል ንገዝኣ ኣእተወቶ። ቁስሉ'ውን ሓከመትሉ። ናይ መጀመርያ ጓል ኣርያን'ውን ናብኦም መጸት። በዓል ገዛ ንገዝኡ ቀልጢፉ ከም ዝመጽእ'ውን ነገረቶ። ንጹህ ማልያ'ውን ሃበቶ። ቀልጢፎም ስለ ዝተቐራረቡ ሓደ ሓደ ነገር ምዕላል ጀመሩ። በዓል ገዛ ጠበቓ ምዃኑ'ውን ይሰምዕ። ንሳ እውን ቅድሚ ምምርዓዋ ኣብ ናይ ነብሰ ምጥፋእ ክፍሊ ዓቃቢት ሕጊ ኮይና ትሰርሕ ነይራ እያ። ካብኡ ናብ ክፍለይ ኣቱ እሞ ኣትኲሩ ብምርኣይ ሰብኣይ ክትጽበይዮ ኣለኺ ድዩ ብምባል ሓተተ። ንሳ እውን ሰብኣያ ስለ ዝመሸየ ከም ዘይመጽእ ትነግሮ። ናብ ገዝኦም ብዝመጸት ናይ ትሬድ መሓዛ ዕላሎም ይቋረጽ እሞ ተሬድ ምሓዛ ምስ ኮሊን ኣፋለጠታ። ኣበይ ከም ዝነብር እውን ሓተተቶ። ንሱ እውን ሪቨር ሮድ ኢሉ መለሰላ። ንሳ እውን እታ ዓዲ ትፈልጦ እያ። ብዛዕባ እታ ዓዲ ሓደ ሓደ ነገር ተሓተተቶ እውን ክምልሰላ ኣይከኣለን። ብድንገት ብዝተሰበረ መስትያት ዕላሎም ተቋረጸ። በዚ ምኽንያት ዓርሱ ካብ ናይ ሚኪ ሕቶ ደሐነ። ሓቢሮም ንምስታይ እውን ናብ ክሽነ ከዱ። ናብ ብራንዳ ሽጋራ ክስሕብ ምስ ወጸ፣ ሚግ ውን ተርክቦ እሞ ሓቢሮም ሰሓቁ። ምስ ትሬድ ዘለዎም ርክብ ውን እንተሓቶ፣ ንሱ ውን ብዘይካ ሎማዓንቲ ርእይዋ ከም ዘይፈልጥ እናተዛረበ ከእመና ፈተነ። ኣብ መንጎ ክልቲኦም ውን ባእሲ ይፈጠር። ትሬድ ብዛዕባ እዚ ዘይነገረታ፣ ናይ ቀረባ መሓዝኣ ጌራ ከም ዘይትሓስባ ብምሕሳብ ተናደደ። ካብኡ ዝወጹ ቃላት ኩሎም ኣይትኣምኖም ንሱ ወግዑ ብቀልዲ ዝተመልኣ እዩ ትሬድ ንምጽዋዕ እውን ከደት ትሬድ ግን ቆልዓ ክተድቅስ እናራረወታ እያ ነይራ በዚ ግዜ ክሳብ ትመውት ብመጋፍ ይሃረማ ምኽንያቱ ንሱ ዝወጸሉ ናይ ስነ ልቦና ሕሙም እዩ ሚጋ ቤላ ኢላ እንተሓተተቶ ሓሳባ ቀይራ ካብ ገዛ ወጺኣ ከይዳ ኢሉ መለሰላ። ጽሉል ስለ ዝረኣየቶ ይሕስዋ ከም ዘሎ ተረድእት። ገዲፋቶ ትወጽእ እሞ ብስልኪ ሓገዝ ክትጽውዕ ከደት። ከይትድውል እውን ናይቲ ስልኪ ገመድ ኣበላሸዉ። ኣብቲ ክሽነ ዝነበሩ ካራር እውን ሓበሩ። ኩሉ ነገር ሰላም ምዃኑ ክተረጋግጽ ናጉየት ናብቲ ናይ ወዳ ክፍሊ ከደት። ኮሊን ምስ ጓላ ኣርያ እናተጸወተ ረኸበቶ። ብኣጋጣሚ እውን ኣብ መዓንጥኡ ዝነበረ ሽጉጥ ረኣየቶ። ቀልጢፋ ጓላ ደቂሳ ድማ ክልቲኤም ሞቱ። እናተዛረቡ እናሃለወ ናይ ሓዊ መጥፍኢ ሲሊንደር ኣልዒላ ናብ ገጹ ነፍሓትሉ። ርእሱ ምስ ወቐዐቶ'ውን ካብቲ ደረጃ ተንከባሊሉ ወደቐ። ንሳ'ውን ነቲ ንእሽተይ ቆልዓ ብምሓዝ ነታ ዓባይ ጓላ ቀስቀሰታ። ነገራት ዝተቐየሩ'ውን ንሱ ዓርሱ ካብ ዝሰሓተሉ ተላዒሉ ጓላ ክተቐምጣ ነገራ። ከይትሃድም ውን ናብ ሻወር ሒዝዋ ኣተወ። ክዳኑ ቀይሩ ንዓ ውን ቀይር ኢሉ ክዳን ወርወረላ። ንድሕሪት ገጻ ንክትዘውር ውን ኣዘዛ እሞ ነብሳ ምርኣይ ጀመረ። ንሳ ውን ስለ ዝፈርሐት ምንም ከይገብራ ለመነቶ። ክዳን እናተኸደነ እናሃለወ ውን በጥርሙዝ ርእሱ ወቒዓ ኣውደቐቶ። ናብ ክፍላ ውን ንምህዳም ፈተነ ምስ ገበረት በራ ዓጽያ ናብ ትሽዓተ ሓደ ሓደ ክትደውል ክትብል ዘይምዕዳል ኮይኑ ሽጉጥ ኣውጺኡ መጻ። እናፈራርሓ እናሃለወ ኣብ ጠረጴዛ ብዝነበሮ ኻራ ወግኣቶ። ንሱ እውን ብሽጉጥ ተኮሰላ። ሕዚ ምንም ክትገብር ኣይኸኣለትን። ፖሊስ ከም ዝጸውዐትን ኣብ መንገዲ ይመጽእ ከም ዘሎን ብምንጋር ንኽኸይድ ለመነቶ። ናታ ልመና ዕሽሽ ብምባል ቆልዓኣ ንኽተምጽእ ኣገደዳ እሞ ንሱ እውን ተኸተላ። ኣብቲ ጋራጅ እውን ብደም ዝተጻየቐ ናይ ሚጊ ሬሳ ረኣየት። ብመኪና እውን ንሳ ናገንሐት ጉዕዞኦም ጀመሩ። ኮሊን ኣብ መንገዲ ብዙሕ ደም ስለ ዝፈሰሶ ቀልቡ ዝስሕት ዘሎ ይመስል። ትሬድ ኣብ መንገዲ ናይ ፖሊስ መኪና ምስ ረኣየት ናይታ መኪና ናይ ቅድሚት መብራህቲ ቦዕ ህልም ብምባል ምልክት ሃበቶ። እቲ ፖሊስ እውን ደው ኣበሎ። ይኹን እምበር ኮሊን ንፖሊስ ከይትዛረብ ከም መፈራርሒ እቲ ቆልዓ ሓዞ። እቲ ፖሊስ እውን ሕቶ ምሕታት ጀመሩ። በዚ ሰዓት እታ ቆልዓ ኣቦኣ ኣበይ ከም ዘሎ ነዲኣ ሓተተታ እሞ ንገዛይ ክኸይድ ይደሊ እየ እውን በለታ። እቲ ፖሊስ ውን ሓዱሽ ነገር ስለ ዝኾኖ ካብቲ መኪና ውሪዲ ንበይና ክሓታ ጀመረ ንሳ ውን ደሓን እየ ብምባል መለሰትሉ ምስቲ ኣብቲ መኪና ዘሎ ወዲ ውን ርክብ ከም ዘለዎም ብምዝራብ ሓሰወት እቲ ፖሊስ ውን ኣብ መንጎኦም ዝኾነ ነገር ከም ዘሎ ጠርጠረ ብድንገት ኮሊን ካብቲ መኪና ብምውራድ ሽጉጥ ተኩሱ ክሳብ ዝመውት ተኮሰሉ ካብኡ እቲ ሬሳ ውን ናብ ጉድጓድ ሓቦ እቲ ሽጉጥ ናብኣ ብምዛር ውን እንተተዛሪባ ንዓኣ ውን ከም ዝቐትላ ኣፈራርሓ። ካብኡ እውን ናብ መኪኖም ተመለሱ። ሕዚ ድማ ናይቲ ዝቐተሎ ወዲ እንዳ ሰበይቱ ኣሌክስ በጺሖም ኣለዉ። ቴሪድ ቆልዓ ናብ ዓራት ወሲዳ ክተድቅስ ክትብል ናይ መጀመርያ ናይ ሕክምና ርዳእታ መሳርሒ ንክትወስደሉ ሓተታ። ንሳ እውን ናይ ሓንቲ ጓል ሬሳ ኣብ መሬት ወዲቑ እንትርኢ ብጣዕሚ ደንገጸት። ሕዚ ብመብረቕ ምኽንያት እታ መኪና ድምጺ እናስመዐት ትርከብ። ንሱ'ውን ብሞሽኮት ተቖልቂሉ ብሪም እውን ተጥፍኦ። ንትሬድ እውን ሬሳ ስለ ዝረኣየት ከይትሃድም ኢዳ ኣሰራ። ኣብ ተመሳሳሊ ግዜ ናይ ኣሌክስ ስልኪ ድማ ጸውዐ። ትሬድ እቲ ናይ ኢዳ መእሰሪ ቆሪጻ ድማ ስልኪ ተቐበለት። ንባዕላ እውን ክትኣምን ኣይከኣለትን፣ ምኽንያቱ ካብ በዓል ገዛኣ ጄፍሪ ዝተደወለ ስልኪ እዩ። ምስታ ሞይታ እኒሃ ኣሌክ ስርክብ ከም ዝነበሮ ሕዚ ፈለጠ። ኮሊን ናብ ገዝኣ ዝመፀሉ ምኽንያት እውን ንሱ እዩ። ብጣዕሚ ደንገፀ። ፖሊስ ንኽፅውዐላ እውን ነገረቶ። እዚ ከምዚ ኢሉ እናሃለወ ኮሊን ኩለን ካብ ገዛ ከም ዝጠፍኣ ረኣ። በቲ መሽኮት ወፂኤን ክኾና ይኽእላ እየን ኢሉ ስለ ዝሓሰበ ንዐዐን ንምርካብ ወፀ። ግን ተሳሓሒቱ እዩ። ሸዊዳቶ እያ። ምኽንያቱ ተሬድን ደቃን ኣብ ገዛ እየን ተሓቢኤን። ክትወጽእ ከትብል ግን ኣብቲ ገዛ ፊት ንፊት ረኣየቶ። ንግዝኡ ደቃ ኣብ ንእሽተይ መጋዘን ኣእተወተን። ኮሊን ድንገት ኣብ ገዛ ናይ እግሪ ድምጺ ይሰምዕ እሞ ኣብ ገዛ ውሽቲ ከም ዘለዋ ፈለጠ። ምድላይ እውን ጀመረ። ንሳ እውን ክሳብ ዝወድቕ ብኻራ ወግኣቶ። ይኹን እምበር ዳግማይ ተላዒሉ ብሽጒጥ ኣፈራርሃ። ንሳ እውን ክሳብ ዝወድቕ ብኻራ ወግኣቶ። ይኹን እምበር ዳግማይ ተላዒሉ ብሽጒጥ ኣፈራርሃ። ኩሉ ነገር ከም ትፈልጥ እውን ነገረቶ። ናብ ህይወታ ዝመጸ ሰብኣያ ምስ ሰበይቱ ርክብ ስለ ዝነበሮም ምዃኑ ኣረድኣቶ። ብድንገት ጓላ መጸት እሞ እቲ ሬድዎ ነዚ ኣጋጣሚ ብምጥቃም ረጊሓ ኣውደቐቶ። ተላዒሉ ክሳዳ ኣጽኒዑ ድማ ሓነቐ። ንሳ እውን ናይ መኪና ቁልፊ ኣልዒላ ደጋጊማ ቁስሊ ወግኣቶ። ተላዒሉ ብዙሕ ግዜ ወቒዕዋ፣ ንሳ እውን ብዙሕ ግዜ ዓርሱ ስሒቱ ክሳብ ዝወድቕ ወቐዐቶ። ዳግማይ ይለዓል ዳግማይ ትወቕዖ። መወዳእታ ግን ሽጉጥ ናብ መሬት ይወድቕ እሞ ኣልዒላ ደጋጊማ ተኮሰትሉ። በቲ መሽኮት ንታሕቲ ወዲቑ እውን ህይወቱ ሓለፈ። ኩሉ ነገር ዝተወደኣ ይመስል፣ ንሳ እውን ብዙሕ ሕማቕ ግዜ ኣሕሊፋ እያ። ጄፍሪ ናብ ናይ ኣሌክስ ገዛ በጽሐ፣ ኣብኡ እውን ሓደ ሓደ ናይ ፖሊሳት ኣባላት ኣለዉ። ምስ ሰበይቱ ተሪዮ ተራኺቡ እውን ይቅርታ ሓተታ። እንታይ ዓይነት ሰብ ከም ዝነበረ እውን ነገራ። ተናዲዳ ስለ ዝነበረት ገስ ኣብ ዝወድቕ ብቦግሲ ሃረመቶ። ሕዚ እቲ ታሪኽ ተሪዮ ናብ ሓድሽ ገዛ እንትኣቱ የርእየና። ከምቲ ንርእዮ ዘለና ንደቃ እውን ሰራሕተኛ ቆጺራ ኣላ። ናብ ስርሓ ምስ ተመለሰት ውን ብሓድሽ ህይወት ኣሐጉስ ትኾን። እቲ ፊልም ውን ኣብዚ ይውድእ። ክቡራት ናይ ማዕጾና ቲቭ ተኸታተልቲ ነዚ ቪድዮ ተፈቲኹምዎ ላይክ ነዚ ቻናል ድማ ሳብስክራይብ ብምግባር ቤተሰብ ይኹን።